እዚ ፊልም ዝጅምር ብ1934 ኣብ ባንጋሎር ህንዲ ትነብር ዝነበረት ሻኩንታላ ዴቪ ዝተብሃለት ጓል ሓሙሽተ ዓመት ህጻን እናርኣየ እዩ። ንሳ እናተጫወተት ከላ ኣብ ጎና ድማ ሓደ ወዲ ሓወቦኣ ናይ ሒሳብ ዕዮ ገዛ እናሰረሐ ነይሩ። ነገር ግን ንሱ ከይፈለጠ እቲ ናይ ሒሳብ ዕዮ ገዝኡ ብዝገርም ኣጋጣሚ ብትኽክል መልሱ ትነግሮ። ወላ እኳ ናይ ሸሞንተ ቁጽርታት ዝሓዘ ኪዩብሪት ሕቶ እንተነበረ፣ ሻኩንታላ ግና ብርእሳ ሓሲባ ትውድእ። እቲ ወዲ ሓወቦኣ ሻኩንታላ ኖርማል ቆልዓ ከም ዘይኮነት ሪኡ ናብ ወለዳ ሒዝዋ ይኸይድ እሞ ክንደየናይ ጎበዝ ምዃና ንወለዳ የረድኦም። ጓል ሓሙሽተ ዓመት ብቻ እንትኸውን ቅድሚ ሀዚ ትምህርቲ ከይዳ ኣይትፈልጥን ግን ከበድቲ ናይ ሒሳብ ሕቶታት ምፍታሕ ትኽእል። ሻኩንታላ ዝነበራ ክእለት። ኣቦ ኣቢሳ ምስ ረኣየ ናብ ቤት ትምህርቲ ሒዝዋ ክኸይድ ይውስን። ኣብ ቅድሚ እቶም መማህራንን ተምሃሮን እውን ክእለታታ ተርእዮም። ፍልጠታ ተጠቒሙ ሻኩንታላ ከበድቲ ናይ ሒሳብ ሕቶታት እናሰርሐት ዘርኢ ምርኢታት የዳሊ። ካብ ሕድሕድ ምርኢት እውን ዕውትቲ ኮይና ትወጽእ። እቲ ዝምልከታ ዝነበረ ህዝቢ ደሚቕ ሞራል እንትህባ ኣቦ ኣቢሳው ድማ ቅርሹ ይቕበል። በቲ ሓደ ገጽ ሻኩንታላ ቆልዑ ኣብ ትምህርቲ እናተምሃሩን ተኣኪቦም እናተጻወቱን ምስ ረኣየት ንኣቦኣ ትምህርቲ ንኽትጅምር ትሓቶ። ኣቦኣ ግና ንሳ ምንም ከይተምሃረት ጎበዝ ስለ ዝኾነት ምምሃር ከም ዘየድልያ ነጊሩ ይወስዳ። ደሓር ኣብ ገዛ ኣዲኣ ንሻኩንታላ ኣብ ቀጻሊ ሰሙን ንዓሰርተ ዝተፈላለዩ ቦታታት ናይ ሒሳብ ምርኢት ከም ዘለዋ ንኽተጽንዕ ክትነግራ ከላ ሻኩንታላ ግና ዘይምእዛዝ ትጅምር። ኣዲኣ ብናይ ሻኩንታላ መልሲ እናተናደደት ብኣቦኣ ክተፈራርሓ ከላ፣ ሻኩንታላ ግና ሐዚ እውን ኣይሰመዐታን እንዲያውም ኣብቲ ገዛ ቅርሺ ሰሪሓ ተምፅእ ዘላ ንሳ እምበር ኣቦኣ ስለ ዘይኮነ ናይቲ ቤተሰብ ኣቦ ተዘይኮንኩ ትብል ኣዲኣ ንሻኩንታላ ቀፃሊ ቆልዓ ምዕባይ ከመይ ከቢድ ከም ዝኾነ ክትርድእዮ ኢኺ ኢላ ካሊእ ከይተናገረታ ናብ ገዛ ተመሊሳ ትኣቲ ንሻኩንታላ ዓባይ ሓፍታ ዝኾነት ሻራዳ ኣብኡ ኮይና ንሳን ኣዲኣን እናተኸራኸራ ትሪኤን ስለ ዝነበረት ኣዲኣ ናብ ገዛ ምስ ኣተወት ብናይ ሻኩንታላ ብልሓት ከም ዝተደነቐት ትነግራ ሓደ መዓልቲ እውን ዓባይ ሰብ ከም እትኸውን ትምስክረላ። ሻኩንታላ እውን እዚ ተስፋ ትገብር ስለ ዝነበረት፣ ኣብ ቀጻሊ ናይ ብሓቂ ዓብዪ ቦታ ተበጺሓን ንሓፍታ ናብ ዝደለየቶ ቦታ ከም እትወስዳን ቃል ትኣትወላ። ግን እዚ ክኸውን ዘይክእል ነገር እዩ ነይሩ። ምኽንያቱ ሓደ ምሸት ሻኩንታላ ካብ ናይ ሒሳብ ምርኢት ኣቕሪባ ምስ ተመለሰት፣ ሻራዳ ኣብ ኣፍደገ እቲ ገዛ ሞይታ ትጸንሓ። ሻራዳ ንነዊሕ እዋን ዝሓመመት እንትትነብር፣ ወለዳ ግና ናብ ሆስፒታል ወሲዶም ከሐክምዋ ዘኽእል ዓቕሚ ኣይነበሮምን። ካብ ሻኩንታላ ዝረኽብዎ ዝነበሩ ኣታዊ ንናይ መዓልታዊ ምግቢ ወጻኢኦም ብቻ እዩ ዝሽፍን ነይሩ። በቲ ሓደ ገጽ ግን ሻኩንታላ ንናይ ሻራዳ ሞት ንናይ ወለዳ ተጠየቕቲ ትገብሮም። በተለይ ከኣ ነዲኣ ምንም ነገር ክትገብረላ ብዘይምኽኣላ ደጋጊማ ትወቕሳ። ብመሰረት ሻኩንታላ ኣዶ ማለት ንደቃ ኩሉ ነገር ትገብር እያ ኢላ ትሓስብ። በዚ እውን ምስ ኣዲኣ ተባኢሳ ካልኣይ መዓልቲ ንኸይተናግራ ትውስን። ኣብ ቀጻሊ ከመዲኣ ዝበለት ሰበይቲ ከም ዘይትኸውን እውን ብስም ሻራዳ ትምሕለላ። ድሕሪ ብዙሕ ዓመታት ብ ዓሰርተ ትሽዓተ ሓምሳን ኣርባዕተን፣ ሻኩንታላ ዕስራ ሓሙሽተ ዓመት እንትገብር ኣቦኣ ቢሳ፣ ሕዚ እውን ምንም ዓይነት ስራሕ የብሉን። ዝነበሮም ሓደ ኣታዊ እቲ ናይ ሻኩንታላ ናይ ሕሳብ ምርኢታት እናቕረበት ትረኽቦ ዝነበረት ገንዘብ ብቻ እዩ። እናዓበየት ምስ ከደት ግና እቲ ተቕርቦ ምርኢት እውን እናተቐየረ ይኸይድ። ሻኩንታላ፣ ዲራጅ ዝተብሃለ ኣፍቃሪ ዝነበራ እንትኸውን፣ ቀለበት ክኣስረላ ግና ፍቓደኛ ኣይነበረን። ብዙሕ ምኽንያታት ዝፈጥር እንትኸውን፣ ንሳ እውን ብዙሕ ተገዲሳ ኣይሓተተቶን። ሓደ መዓልቲ ግና ሻኩንታላ ናብ ናይ ዲራጅ መርዓ ጻውዒት ወረቐት ትርኢ። ንሻኩንታላ ከም ዝፈትዋ የምስል ነይሩ እምበር ንቐጻሊ ዝምርዐዋ ካሊእ ሰበይቲ ነይራቶ እያ። እዚ ምስ ረኣየት ብጣዕሚ ተናዲዳ ክትቆጻጸሮ ስለ ዘይከኣለት ሽጉጥ ኣልዒላ ትትኩሰሉ። በዚ እውን ኣብ ዕስራን ሽዱሽተን ዓመታ ናብ ለንደን ከይዳ ኣብ ናይ ኣጋይሽ መዕረፊ ምንባር ትጅምር። ንገዛ ክራይን ንናይ ምግቢ ወፃእን ዝኸውን ቅርሺ የድልያ ስለ ዝነበረ ብዙሓት ናይ ሕሳብ ምርኢታት ክተቕርብ ሕቶ ተቕርበሎም። ግን ድማ ነታ ግልጋሎት ዝደልዩ ሰባት ብቐሊሉ ንምርካብ የቸግራ። ኣብ መወዳእታ ግና ኣብ ለንደን ዝርከብ ሮያል ማትማቲክስ ማሕበረሰብ ቦታ ትረክብ። ኣብ ቅድሚ ብዙሓት ምሁራት ሰባት ከዓ ከበድቲ ናይ ሒሳብ ሕቶታት ምስራሕ ትኽእል። ካብ ኩሉ ንላዕሊ ዘደነቖም ነገር እንተነበረ እቲ ሕቶ ንምስራሕ ዝነበራ ፍጥነት እዩ ነይሩ። ካብቶም ብኣኣ ዝተገረሙ ሓደ፣ ስፔናዊ ማትማቲሽያን ዝኾነ ሃቪየር ነይሩ። ናብ ሻኩንታላ ቀሪቡ እውን ንኽፋለጡ ይሓታ። ብዙሕ ከይጸንሑ ክልቲኦም ብሓደ ግዜ ምሕላፍ ይጅምሩ። ናይ ክልቲኦም ርክብ ግና ኣብ ጥቕሚ ዝተመስረተ እዩ ነይሩ። ንሱ ናይ እንግሊሽ ክእለታ ንኽተመሓይሽ እንትሕግዛ፣ ንሳ ድማ ኣብ ኩሉ ዝተሳተፈትሉ ምርኢት ተዓዋቲት ትኸውን። ካብቲ ምርኢታት ብዙሕ ቅርሺ ምእካብ ምስ ጀመረት ብባዕላ ንኽትኮርዕ ይገብራ። ደሓር ግና ካብ ወለዳ ብዝተልኣኸ ደብዳቤ ምስ ከፈተቶ፣ ኣብ ገጻ ዝነበረ ፍሽኽታ ሽዑ ንሽዑ ይጠፍእ። እቲ መልእኽቲ፣ ኣብ ህንዲ ዝርከብ ወለዳ ቅርሺ ንኽትሰደሎም ዝሓትት እንትኸውን፣ በዚ እውን ብጣዕሚ ትናደድ። ካብ መጀመርያ መዓልቲ ጀሚሮም ከም ባንኪ ገይሮም ከም ዝርእይዋ ይስምዓ። ኣብቲ ደብዳቤ ብዛዕባ ጥዕናኣ እኳ ኣይሓተቱን። ንዕኦም ዘገድሶም ነገር ገንዘብ ብቻ እዩ ነይሩ። ዝኾነ ኾይኑ ነቲ ደብዳቤ መልሲ ሰዲዳ ኩሉ ግዜ ወርሒ ወርሒ ቅርሺ ንኽትሰደሎም ቃል ትኣቲ። ሓደ መዓልቲ ሻኩንታላ ናብ ናይ ተሌቪዥን ምርኢት ቀሪባ ምስ ሓንቲ ፈጣን ኮምፒተር ናይ ሒሳብ ሕቶ ንምስራሕ ትወዳደር። ኣብ መጀመርያ ብቀሊሉ እናሰርሐት እንከላ ኣብ ሓንቲ ሕቶ ግና ናይቲ ቁጽሪ ናይ መጀመርያ ሰለስተ ቁጽርታት ጌጋ ከም ዘሎ ትርኢ። እቲ ናይ ምርኢት መቕረቢ ግና ናታ ሕቶ ነጺጉ ሰዓት ክሳብ ዝኣክል እቲ ጌጋ ምስትኽኻል ይኣቢ። ቀጺሉ እውን ሓንቲ ካብ ናይ ሓራምዝን ኣትማንን ዓዲ፣ ናይ ቀጻሊ ኣንስታይን ክትከውን ከም ዘይትኽእል ይነግራ። ሻኩንታላ እቲ ጌጋ ዘለዎ ሕቶ ደጊማ ክትሪኦ ዋላ ተፍቀደት፣ ንሱ ግና ፍቓደኛ ኣይነበረን። ብዘሕዝን ኣጋጣሚ ግና እቲ ናይ ቴሌቪዥን ምርኢት ብቐጥታ ኣብቲ ሃገር ዝመሓላለፍ እዩ ነይሩ። ብጽባሒቱ ሃቬር ጽቡቕ ዜና ሒዙላ ንሻኩንታላ ክሪኣ ይመጽእ። እቶም ናይ ሒሳብ ምሁራት እቲ ናይ ትማሊ ሕቶ ምስ ረኣይዎ ንሳ ትኽክል ከም ዝነበረት ከም ዘረጋገጹ ይነግራ። እቲ ችግር ኣብቲ ኮምፒተር እዩ ነይሩ። በዚ ምኽንያት ሻኩንታላ ናይ ሰብ ኮምፒተር ተባሂላ ትጽዋዕ። ካብኡ ንደሓር ናይ ሒሳብ ምርኢታት ምቕራብ ደስ እናበላ ይመጽእ። ኣብ ብዙሓት ሃገራት ክተቐርብ መጸዋዕታ ክቀርበላ ከሎ ዝነበራ ሃፍትን ዝናን እውን እናወሰኸ ይኸይድ። ግን ብናይ ሻኩንታላ ዕብየት ሃቬር እናነኣሰ ዝመጽእ ዘሎ ስለ ዝመሰሎ ናብ ስፔን ክምለስ እየ ብዝብል ምኽንያት እቲ ዝነበሮም ርክብ የቋርጾ። ኣብ መወዳእታ ብ ዓሰርተ ትሽዓተ ስሳን ሸሞንተን፣ ሻኩንታላ ፓሪቶሽ ባርናጂ ምስ ዝተብሃለ ሰብኣይ ኣብ ሙምባይ ህንዲ ትፋለጥ። ቀልጢፎም ኣብ ፍቕሪ ይወድቁ'ሞ ንክምርዓዉ ምስ ወሰኑ፣ ናብ ናይ ሻኩንታላ ቤተሰብ ገዛ ከይዶም ናይ ወለዲ ምርቓት ክሓቱ ይሓስቡ። ግን ድማ ኣብኡ ምስ በጽሐት፣ ሻኩንታላ ንወለዳ ካብ ዝነበራ ፍቕሪ ንላዕሊ ጽልኢ ከም ዝበልጽ ሪኣ ካብቲ መኪና ምውራድ ትኣቢ። ደሓር ፓሪቶሽ ኣብቲ መኪና ኮይኑ ንክትምርዐዎ ይሓታ። ካብኡ ንናሻ ኩንታላ ወለዲ ከይተናገሩን ከይዓደሙን ይምርዐዉ። ድሕሪ ዓመት ብ ዓሰርተ ትሽዓተ ሰብዓ ህጻን ጓል ይወልዱ እሞ ኣኑፓማ ወይ ድማ ብሓጺር ኣኑ ይብልዋ። ኣብቲ ሰዓት ሻኩንታላ ጊዜኣን ሂወታን ኣዶን ሰበይትን ንምዃን ተወፊ። በዚ እውን ሕጉስቲ እያ ነይራ። ሓደ መዓልቲ ግን ገዛ እናጽረየት ከላ ናይ ቀደም ተዘክሮታታ ዝሓዘ ጸሊም ኣልበም ትረክብ። እቲ ናይ ሒሳብ ስራሓ ከም ዝናፈቐቶን ናብ ስርሓ ክትምለስ ከም እትደልን ንፓሪቶሽ ክትነግሮ ትውስን። ዕድላ ኮይኑ ትዕግስተኛ ሰብኣይ ስለ ዝነበረ ንሳ ሕጉስቲ ክሳብ ዝኾነት ግዜ ደስ ዝበላ ነገር ኩሉ ክትገብር ይፈቕደላ። ድሕሪ ዝተወሰነ መዓልታት ሻኩንታላ እቲ ምርኢት ንምቕራብ ኣኑን ፓሪቶሽን ገዛ ገዲፋቶም ትኸይድ። ክእለታ ንብዙሓት የደንቖምን ኣብቲ ናይ ዓለም ጊነስ ቡክ ኦፍ ሪከርድስ ንክትምዝገበ የኽእላ። ኣብ መንጎ ሕድሕድ ስራሕታ ናብ ፓሪቶሽ እናደወለት ብዛዕባ ዝረኸበቶ ኩሉ ነገር ትረኽቦ። ሓደ መዓልቲ ግና ፓሪቶሽ ኣኑ ምንጋር ከም ዝጀመረት ክነግራ ከሎ ሻኩንታላ ከተሓሳስባ ይጅምር። ምኽንያቱ ናይ መጀመርያ ቃላ ኣብ ክንዲ ኣዶ ምባል ኣቦ ኢላ እያ ጀሚራ። ብዙሕ ግዜኣ ምስ ፓሪቶሽ ተሕልፎ ስለ ዝነበረት ዝገርም ነገር ኣይነበረን። ዝኾነ ኾይኑ እዚ ሻኩንታላ ንኽትቀንእ ይገብራን ንጓላ ጎበዝ ኣዶ ዘይምዃና ከተሓሳስባ ይጅምር። ቁሩብ ጸኒሓ ኣኑ ከይትርስዓ እውን ትፈርሕ። ብድሕሪኡ ሻኩንታላ ናብ ገዛ ተመሊሳ ፓሪቶሽን ኣኑን ምሳኣ ንክከዱን ዓለም ንክዘሩን ትሓቶ። ፓሪቶሽ ግና ኣብ ህንዲ ስራሕ ስለ ዝነበሮ ክስማዕማዕ ኣይከኣለን። ኢሉ እውን ብገንዘብ ኣብ ሰበይቱ ምድጋፍ ዝነበሮ ክብሪ ከውርደሉ ይኽእል እዩ ኢሉ ይሓስብ። ኣብ መወዳእታ ይፋትሑ እሞ ሻኩንታላ ንኣኑ ሒዛ ዓለም እናዞረት ናይ ሒሳብ ምርኢታ ተቕርብ። ድሕሪ ዓመታት ብ ዓሰርተ ትሽዓተ ሰብዓን ሸሞንተን ኣኑ ጓል ሸሞንተ ዓመት ምስ ኮነት ንኣቡኣ ምንፋቕ ትጅምር። ካብ ዝተፈላለየ ግዘ ኣትሒዙ ምስ ኣቡኣ ተራኺቡ ኣይትፈልጥን። ኩሉ ግዜ ብደብዳቤ መልእኽቲ ዝጽሕፈሉ ካብኡ ኣዲኣ ንክትልእኸላ ትህባ። ሻኩንታላ፣ ኣኑ ንፓሪቶሽ ከም እትናፍቖ ወላ እኳ እንተፈለጠት ግን ድማ ከይዳ ምስ ኣቡኣ ክትነብር ኣይትፈቕደላን። ብጣዕሚ ትፈትዋ ስለ ዝነበረት ኩሉ ግዜ ኣብ ጎና ክትከውን እያ ትደሊ። ናይ ኣኑ ድሌት ግና ኣቦኣ ምርካብ ብቻ ዘይኮነስ ከም ካልኦት ቆልዑ ትምህርቲ ቤት ኬድካ ክትመሃር እያ ትደሊ። ሻኩንታላ ኩሉ ግዜ ካብ ሃገር ናብ ሃገር ስለ ትንቀሳቀስ ኣኑ ናይ ገዛ መምህር ብቻ እዩ ዘለዋ። ሕዚ ግና ክትጻወሮ ኣይከኣለትን። ናብ ትምህርቲ ቤት ኬዳ ንክትመሃር ነዲኣ ትሓታ። በጋጣሚ ፓሪቶሽ ንሻኩንታላ ይረክባ እሞ ንኣኑ ናብ ትምህርቲ ቤት ንክትሰዳ ይሓታ። ተዘይኮይኑ ግና ከም ዘሸንፍ ርግጸኛ ዝኾነሉ ክሲ ክምስርት ከም ዝኾነ የፈራርሓ። ደሓር ብ ዓሰርተ ትሽዓተ ሰማንያን ሽዱሽተን ኣኑ ኣብ ሓደ ዕጹው ትምህርቲ ቤት ትምህርቲ ትጅምር እሞ ብዙሓት መሓዙት እውን ተፍሪ። ሕዚ እውን ግን ሻኩንታል ኣይተቐየረትን። ኩሉ ግዜ ኣኑ ምስ ኣነ ክትመጽእ ትሓታ። ኣኑ ግና ናይ ኣዲኣ ምርኢታት ክንድቲ እየሐጉስዋን። ሻኩንታላ ናይ ሕቶን መልስን ፕሮግራም ክህልዋ ከሎ ኣኑ ዝደበራ እያ ትመስል። ኣብ መንጎ እቲ ቃለ መሕትት፣ ሻኩንታላ ብዛዕባ ናይ ፓሪቶሽ ጌይ ምዃን ምስ ኣልዐለት፣ ናይ ኣኑ ገጽ ናብ ንዴት ይቕየር። ናይ ኣኑ ትዕግስቲ ተወዲኡ፣ ገዲፋታ እውን ትኸይድ። ንኣቦኣ ስለ ዝጸረፈቶ ብቻ ዘይኮነስ፣ ናታ ስራሕ ናይ ኣኑ ህይወት ስለ ዘኽፈላ እውን እዩ ነይሩ። ኣዲኣ ምሳኣ ክትከውን ስለ ዝደለየታ ብቻ፣ ካብ ሆቴል ናብ ሆቴል ምዝውዋር ይስልችያ። ገዛ ዝብል ስምዒት ከም ዘይብላን ኣዶ ከም ዘለዋ እውን ተሰሚዕዋ ከም ዘይፈልጥ ትነግራ። ስለዚ እንድሕር ሻኩንታላ ኖርማል ኣዶ ናይ ምዃን ድሌት ተዘይሃልይዋ፣ ኣኑ ከይዳ ምስ ኣቦኣ ከም እትነብር ተፈራርሓ። ሻኩንታላ ግና ኣቦኣ ምሳኣ ንኽነብር ድሌት ከም ዘይብሉ ምስ ነገረታ፣ ካብ ናይ ስራሕ ግዜ ቀኒሳ ኣብ ለንደን ምስኣ ምንባር ከም እትጅምር ቃል ትኣትወላ። ብ ዓሰርተ ትሽዓተ ሰማንያን ሸውዓተን እውን ኣብ ማእከል ለንደን ገዛ ገዚኣ ኣብ ሰሙን ሓደ ግዜ እናመጸት ምስ ኣኑ ከም እትነብር ትምስክረላ። ኣኑ ኣብ ዝደለየቶ ግዜ ንፓሪቶሽ ንኽትጽውዖ ከም እትኽእል እውን ትነግራ። ሻኩንታላ ዝኣተወቶ ቃል ስቕ ኢሉ ኣይነበረትን። ምስ ኣኑ ብዙሕ ግዜ ምሕላፍ ትጅምር። ብሓደ ሳይክል ምዝዋርን ብሓደ ጸብሒ ንኽሰርሓን እናገበረት ካብ ኩሉ ግዜ ንላዕሊ ህይወት ንኽተስተማቕር ትገብራ። ኣኑ ናይ ሪል ስቴት ቢዝነስ ንኽትጅምር እውን ሻኩንታላ ትሕግዛ። ነገር ግን ኣብ ርክበን እንደገና ብ ዓሰርተ ትሽዓተ ትስዓን ሸውዓተን ችግር ይፍጠር። ኣኑ ጓል ዕስራን ሸውዓተን ዓመት ምስ ኮነት፣ ምስ ኣጃይ ኩማር ዝተብሃለ ናይ ቢዝነስ ሰብ ኢሉ ውን ናይ ቀጻሊ ሰብኣያ ትፋለጥ። ፍቕሪ ክጅምሩ ብዙሕ ስለ ዘይወሰደሎም፣ ኣጃይ ንኽምርዓዋ ምስ ሓተታ፣ እቶም ክልተ ቤተሰብ ናይ መርዓ መዓልቲ ቆሪጾም ይውድኡ። ምስ ሻኩንታላ ግና ንእሽተይ ዘይምስምዕማዕ ይፍጠር። ሻኩንታላ፣ ኣጃይን ኣኑን ድሕሪ ምምርዐኦም ኣብ ለንደን ንኽነብሩ ዝደለየት እንትኸውን፣ ኣጃይ ግና ብናይ ሻኩንታላ ሓሳብ ኣይትስማዕምዕን ንሱ ሂወቱ ኣብ ቤንጋሉሩ ህንዲ ስለ ዝኾነን ኣኑ ድማ ሰበይቱ ስለ ዝኾነት ምስኡ ንኽትከይድ ይደሊ ሻኩንታላ ድማ ንሳ ንኣኑ ስለ ዝወለደታ ኣብ ናይ ኣኑ ሂወት ናይ ምውሳን መሰል ከም ዘለዋ ትናገር እዚ ክርክሮም ኣብ መወዳእታ ኣብ ኣኑ ይበጽሕ እሞ ንኣዲኣ ኮርያ ናይ ባዕላ ሂወት ንኽትነብር ትነግራ ሻኩንታላ ውን ወላ እኳ ንኣኑ ተወለደታ ሐዚ ግና ዓባይ ጓል ስለ ዝኾነት ኣብ ሂወታ ኩሉ ነገር ክትውስነላ ኣይትኽእልን ብናይ ኣኑ ቃል ዝተናደደት ሻኩንታላ ንጓላ ዳርጋ ክትጸፍዓ ምስ በለት እዚ ንኣኑ ዝበለጸ የናድዳ። በዚ እውን ኣኑ ብዘይ ናይ ኣዲኣ ፍቓድ ንኣጃይ ንክትምርዐዎ ትውስን። ሻቁንታላ ግና ንኣኑ ገዲፋታ ክትከይድ ስለ ዘይደለየት ናይ ኣኑ ኣብ ለንደን ዝነበራ ናይ ስራሕ ቦታን ኣብ ኣካውንታ ዝነበረ ቅርሻን ከም እትዓጽዎ ተፈራርሓ። ኣኑ ግና ኣብ ክንዲ ምፍራሕ ቀዲማ ካብ ኣቦኣ ከም ዝፈለየታ ሕዚ ግና ካብ ሰብኣያ ክትፈልያ ከም ዘይትኽእል ትነግራ። ስለዚ እንድሕር ዝነበራ ትካል ክተፍርሶ ትደሊ ኮይና ኣብ ህንዲ ከይዳ ካብ ዜሮ ክትጅምር ከም እትኽእል ነጊራታ ትኸይድ። ድሕሪ ዝተወሰነ መዓልታት፣ ኣኑ ንኣጃይ ትምርዖ እሞ ናብ ህዲ ተተሓሒዞም ይኸዱ። ንሻኩንታላ ዝነበራ ጽልኢ ግና ሕዚ እውን ኣይገደፋን። ኣኑ ኣብ ቅድሚኣ ዝኾነ ሰብ ናይ ሻኩንታላ ስም ከልዕል ከሎ ትናደድ ነይራ። እዚ ብቻ ከይኮነ ናይ ሻኩንታላ ስሕተት ንዘይምድጋም ንሳ ቆልዓ ንዘይምውላድ ትውስን። ግን ድማ ዕድል ካሊእ መማረጺ ይህቦም እሞ ኣኑ ነፍሰጾር ከምዝኾነት ትፈልጥ። ኣማራጺ ስለዘይነበራ ግና ትቕበሎ። ህጻን ቆልዓ ምውላዳ ኣብ ህይወታ ሓጎስ ከም ዘምጸኣላ እውን ትርኢ። ክትገብሮ ዝነበራ ሓደ ነገር ከመዲኣ ንዘይምዃን ምሙካር ብቻ እዩ ነይሩ። በቲ ሓደ ገጽ ግና ሻኩንታላ ምስ ጓላ ዝነበራ ርክብ ብምቁራጹ ኣብ ስርሓ ክተተኩር ኣይከኣለትን። ኣብ ሓደ ናይ ቴሌቪዥን ፖድካስት እንከላ ስሕተት ትሰርሕ እሞ ናብ ናይ ወለዳ ገዛ ከይዳ ይቅርታ ክትሓቶም ከም ዘለዋ ትግንዘብ። ሻኩንታላ ናብቲ ገዛ ክትበጽሕ ከላ ግና ወለዳ ሞይቶም ትረኽቦም። እቲ ብህጻንነታ ዝነበረትሉ ገዛ እውን ነጻ ኮይኑ ትረኽቦ። ብዛዕባ ዝረኸበቶም ዓወታት ዝዛረቡ ዜናታት፣ ኣብቲ ገዛ ምስ ረኸበት፣ ወለዳ ብዛዕባኣ ይሰምዑ ከም ዝነበሩ ትርዳእ። ወለዳ ብዝተጋገየ መልክዑ ከም ዝተረድኦቶም ምስ ፈለጠት፣ ምብኳይ ትጅምር። በቲ ሓደ ገጽ ከኣ፣ ኣን ንጓላ ኣምሪታ ዝወለደት እንትኸውን፣ እቲ ዝነበራ ቢዝነስ እውን ብዝግባእ ተካይድ። ሓደ መዓልቲ ኣኑ ናብ ናይ ቀደም ቤት ትምህርቲ ዕረኽታ ትኸይድ እሞ፣ ብዝኾነ ኣጋጣሚ ብዛዕባ ኣዶን ውላድን ዘለዎም ፍቕሪ ምውጋዕ ይጅምሩ። እቲ ዝርርቦ ነታ ኣብ ገዛ ገዲፋታ ዝመጸት ጓላ ኣምሪታ የዘኻኽራ እሞ ጓላ ክትርኢ እናጎየየት ንገዛ ትኸይድ። ደሓር ኣብቲ ምሸት ኣኑን ኣጃይን ብዛዕባ ሻኩንታላ ጠንካራ ዘረባ ይጅምሩ። ኣኑ ንኣዲኣ ይቕረ ከም ዝበለታን ብተደጋጋሚ ክትድውለላ ከላ ስልካ ዘይምልዓላ ከም ዘናስሓን እናገለጸት ናብ ሻኩንታላ ደዊላ ብዛዕባ ኣምሪታ ክትነግራ ትሓስብ። ደሓር ግና ኣብ ለንደን ዝነበራ ኩሉ ነገር ከም ዘዕጸወትላ ኣጃይ ከዘካክራ ከሎ፣ ንሻኩንታላ ንምርካብ ዝነበራ ድሌት ይጠፍእ። ንኣኑ ምንም ቅርሺ ካብ ዘይምሃብ ሓሊፋ፣ እቲ ኣብቲ ቢዝነስ ዝነበራ ቅርሺ ናብቲ ናታ ኣሕሊፋ ነቶም ቤተሰባ ዕዳ ከም ዘእተወቶም ትዝክር። በዚ እውን ኣኑን ኣጃይን ናብ ለንደን ከይዶም ንሻኩንታላ ክኸስዋን በቲ ፍርዲ እውን ከም ዘሸንፉ ርግጸኛታት ይኾኑ። ይኹን እምበር ኣኑን ኣጃይን ኣብ ለንደን ምስ በጽሑ፣ እዚ ኩሉ ሻኩንታላ ንኣኑ ንምርካብ ኢላ ዝገበረቶ ሸርሒ ከም ዝኾነ የረድኡ። ሕዚ እውን ኩሉ ሃፍታ ንኣኑ ክትህባ ከም እትኽእልን ወላ ተኸሰሰታ ምንም ከም ዘይመስላን ሻኩንታላ ትናገር። ኣኑ ከም ናታ ዓይነት ህይወት ወለዳ እናጸለእት ክትነብር ከም ዘይትደልን ንኹሉ ዝገበረታ ነገር ይቕረ ክትገብረላን ትሓታ። ኣኑ እዚ ኩሉ ምስ ሰምዐት ብዛዕባ ኩሉ ንኽትሓስብ ግዘ ንኽህብዋን በይና ገዲፎምዋ ንኽወጹን ትሓቶም። በይና ምስ ተረፈት ሓደ ጸሊም ኣልበም ትረክብ እሞ ከፊታ ክትሪኦ ከላ ናይ ሻኩንታላን ናይ ኣኑን ፎቶታት ብቻ ዝሓዘ ከም ዝኾነ ትርኢ። ብድሕሪኡ ንኣጃየ ጸዊዓ ብዛዕባ እቶም ፎቶታት ትነግሮ። በቲ ሓደ ገጽ ሻኩንታላ ኣብ ናይ ኣኑ ገጽ ዝነበረ ድሌት ትርኢ። ኣብ መወዳእታ ኣኑ ንኣዲኣ ይቕረ ትገብረላን ንዚ ኩሉ ዓመታት ዝዓጸወታ ውን ይቅረ ትሓታ። ብድሕሪኡ ኣደን ጓልን ድሕሪ ብዙሕ ዓመታት ምፍልላይ ተራኺበን ይተሓቋቖፋ። ኣብ መወዳእታ። ኣኖ ኣጃይን ኣምሪታን ኮይኖም ናይ ሻኩንታና ምርኢት እናረኣዩ ናይ ሒሳብ ክእለታ እውን ከም ዝተመሓየሸ የርእዩ። ናይ ዓለምና ናይ መጀመርያ ናይ ሰብ ኮምፒተር ተባሂላ ምስ ተጸውዐት ኣኖ ከምኣ ዓይነት ኣዶ ብምህላዋ ኩርዓት ይስምዓ።